ኣደይ ኣብየ ኣብዚ ሎምሲ ምስ መን ተተዓረቕና ሓሸና ምስ ኣብይ ምስ ኢሳያስ ከ እሺ ምስ ኢሳያስ ምዕራቕ ብሓንሳ ዓቢና ወሊድና ተዋሊድና ኢና ኣብዛ እዋን እዚኣ ግን ከቢድ ሓዘን ከቢድ ንብዓት ኣብ ቅድሚ ዓይንና ደቅና ብኻራ እንዳተሓረዱ ሓሊፍና ኢና እዚኣ ክንሓልፍ እንከለና እቲ ናይ ቀደም ካብ ጥንቲ ግዜ ሙሉእ ብሃይለ ስላሰ ዝነበረ ግዜ መዋእል ንሱ ተረሲዑ ሕጂ ምንታይ ኣለና ኣብ ከቢድ ሓዘን ኢና ዝኒአና ምስ ኣብዪ ግን እስካዕ ሕጂ ትግራይ ንትግራይ ግን ኢለ ኢትዮጵያ ንኢትዮጵያ ግን ተሓቋቂፋ ክትነብር ደስ ይብለኒ ሰላም ክንነብር ደቅና ክንርኢ ዝሞተ ሞይቱ ኣሎ ዘይሞተ ድማ ዓይና ደቅና ክንርኢ ደስ ይብለና ምሕሞር ኣይመልስን ኮይልና ከመይ ኢና ክንገብር ደኣ? ደሓ
ብሰላም ክንፈትሖ ኢና ብሰላም ባዕሉ ተረዲኡ ክበና እዩ ኩሉ ክበና እዩ ኣብ ዓድና ስለ ዝሃለወ ኩሉ ክበና እዩ ይኣኽለና የብለይን ቅድም ዘይትሕት እዩ ሰላም ሰላም ክቡራት ተኸታተልቲ ሊሎ ቲቪ ከመይ ጸኒሕኩም? ተመሊስና መጺናኩም ኣለና። ሓበሬታና ናይ ሎሚ እቲ ሓፈሻዊ ኣብ ሕማቕ ኩነታት ዝርከብ ሓደገኛ ኩናት ናይ ማእከላይ ምብራቕ ዝምልከት እዩ ሕጽር ዝበለ መደብ ናባኹም ክነቕርቦ ኢና ኣሜሪካ ኣብ ኢራን ዓወት ሓፊሳ ክብል ትራምፕ ገሊጹ ኣሎ ፕሬዚደንት ኣሜሪካ ኣብ ዝሃቦ ጋዜጣዊ መግለጺ ዲፕሎማስያዊ ዝርርባት ቀጻሊ ምዃኑ ብምግላጽ ኢራን ነቲ ቀንዲ ጠለብ ኣሜሪካ ዝኾነ ንሳ ድማ ፈጺማ ኒኩለራዊ ኣጽዋር ከይተጥሪ ኣብ ዝብል ነጥቢ ምስምምዓ ሓቢሩ ኣሎ። ክልቲኦም ወገናት ገና ይዘራረቡ ከምዘለዉ ዝገለጸ ፕረዚደንት ትራምፕ፣ እዚ ሸቶ'ዚ ከምዝተሃርመ ግን ከምዝኣምን እዩ ገሊጹ ዘሎ ማለት'ዩ። ብተወሳኺ እቲ ኲናት ከምዝተዓወተ'ኳ እንተገለጸ፣ ደሓር ግን ክነብቅዖ ኢና ኢለ እሓስብ ግን ርግጸኛ ኰይነ ክነግረኩም ኣይክእልን እየ ብምባል ንርእሱ ዝጻረር ሓሳብ ሂቡ'ሎ ንጋዜጠኛታት። ብተመሳሳሊ ኣብ መንጎ እስራኤልን ኢራንን ዘሎ ወጥሪ እናገደደ ኣብ ዝኸደሉ ዘሎ እዋን ትማሊ ሰኑይ ጥራይ ምሸት ጀሚሩ ክሳብ ሎሚ ሰሉስ ኢራን ብርክት ዝበሉ ናይ ሚሳይል መጥቃዕትታት ናብ እስራኤል ፈንያ ኣላ። ካብ ኢራን ዝተተኮሱ ሚሳይላት ኣብ ጥቓ ከተማ ሃይፋ ኣብ ዝርከብ ሰፈር ነሸር ብምውዳቖም ኣብ ኣባይቲ ዕንወት ከምዘውረዱን ሓደ ሓደ ጉድኣታት ከምዝወረደን ሓደ ሰብ ከኣ ከምዝቖሰለን ተገሊጹ ኣሎ ማለት እዩ። ፕረዚደንት ዶናልድ ትራምፕ ኣብ መመንጨዊ ኤሌክትሪክ ኢራን ፓወር ጌርድ ግሪድ ክካየድ ተሓሲቡ ዝነበረ መጥቃዕቲ ንሓሙሽተ መዓልትታት ከምዘናውሐ እውን ገሊጹ ኣሎ ማለት እዩ። እዚ ኣገዳሲ ቦታ እዩ እዚ ፓወር ግሪድ ዝበሃል ንዝተወሰነ መዓልቲ ከም ዘናውሖ ገሊጹ ኣሎ። ትራምፕ እዚ ውሳነ እዚ ዝወሰነሉ ምኽንያት ምስ ኢራን ኣብ ዝካየድ ዘሎ ዘተ ዓበይቲ ናይ ስምምዕ ነጥብታት ስለ ዝተገብረ ምዃኑ እኳ እንተተገለጸ መንግስቲ ቴህራንን ሰራዊት ኣይኣርጂሲ ዝኾነ ዓይነት ዘተ ከም ዘይገበረ ይገልጽ ኣሎ ማለት እዩ። ሰራዊት ምክልኻል እስራኤል ኣይዲኤፍ ኣብ ቴህራን ዝርከብ ቀንዲ ቤት ጽሕፈት ጸጥታ ሰራዊት ሓለዋ ሰውራ ኢራን ከም ዝወቕዐ እውን ኣፍሊጡ ኣሎ። ብተወሳኺ ሰራዊት መንግስቲ እስራኤል ካብቶም ኢራን ዘለዎ 470 ናይ ባላስቲክ ሚሳይላት መተኮስታት

ኩሉ ግዜ ዝብሎ እዚ እዩ ማለሲ ሕጂ ኢራን ከምዚ ዝሕሰብ ዘሎ ናብ ዘተ ተመፅያ ወላ ተዳኺማ ንበል እሞ ግን ከዓ ሓይላ ኣጣናኺራ ዳግማይ ንዓለም ስግኣት ኮይና እያ ክትቅፅል ሕጂ ስራሕቲ ግብረ ሽበራ እዩ ዝፍፀም ዘሎኖ ኣብ እስራኤል ኣብ ኢራን ኣባ ኣብ ቀጠር ስዑዲ ኣብ በዓል ዮርዳኖስ ትገብሮም ዘላ ደብዳባት ናይ ግብረ ሽበራ ስራሕ እዩ ስለዚ እዚ ሕጂ ዝግበር ዘተ እንድሕሪ ቀጺሉ ኢራን ከኣ እንድሕር ደኣ መስተርሆት ትረኽበሉ እቶም ናይ ኢራን ኣኽረርቲ ዝበሃሉ ንኢራን ናብ ሓዊ እትዮማ ዘለዉ ንዓለም ከኣ ሰላማ ዝዘርጉላ ዘለዉ እንድሕር ደኣ ዕድል ረኺቦም ናብ ኣዝዩ ሓደገኛ ዝኾነ ኩነታት ዘምርሑሉ ምድላዋት እዮም ክገብሩ። ሕጂ እቶም ሳልሳይ ደረጃ ዝስርዑ መራሕቲ እውን ከም ዝተኣለዩ ብምግላጽ እቶም ላዕለዎት መራሕቲ ኣብ ትሕቲ ቁጽጽር ስለ ዘየለዉ ዝደለዮ ዝደልዮ ዝነበረ ሸቶ ከም ዝሃረመ ፕረዚደንት ኣመሪካ ገሊጹ ኣሎ ማለት እዩ። ብዘይካዚ ናይ ኣርብዓ ዓመት ምድላዋት ኲናት ኢራንን ክሳራ ምዕራባውያንን ዝምልከት ድማ ብመሰረት ተማራማሪ ጉዳያት ምዕራብ ኤስያ ዶክተር ኣፍሮዝ ካን ምዕራባውያን ኣብ ልዕሊ ኢራን ዝፈጸምዎ ዝኾነ ይኹን ውዲት ፈሺሉ እዩ ክብል እዩ ዝገልጾ። ኣደነው ከመይ እዮም ዝርድእዎ ይገርመኒ ማለት እዩ። ንሱ ንስፖትኒክ ኣብ ዝሃቦ ቃል ኢራን ንዝሓለፈ ኣርባዕተ ዓሰርተ ዓመታት ንዝኾነ መጥቃዕቲ ንምግጣም ዘመናውን ስትራትጂካውን ምድላዋት ክትገብር ከም ዝጸንሐትን ሕጂ ድማ ብወተሃደራዊ መዳይ ዘይትጥቃዕ ሃገር ኮይና ከም ዘላን እዩ ገሊጹ ዘሎ ማለት እዩ። ብኻልእ ዜና ድማ ኢራን መራኽብ ንምሕላፍ ረኣዩ ሕጂ እቲ ናይ ናይ ናይ ኢራን ኣነ ኩሉ ግዜ ስራሓቲ ግብረ ሽበራ እያ ትፍጽም ዝብላ ረኣይዎ ሕጂ ንኣብነት ኣብ ቀይሕ ባሕርሲ ኣልሸባብ ቅድሚ ዓሰርተ ገለ መለ ዓመት መራኽብ ኣብ ቀይሕ ባሕሪ እናኸተረ ሚልዮናት ክፈሉ ይብሎም ነይሩ እዛ መርከብ እዚኣ ክለቃ እንተኾይነ ክፍንዋ እንተኾይነ ሚልዮናት ክፈሉ ይብል ነይሩ ሕጂ ኢራን ንሱ እያ ትፍፅን ዘላ ኢራን መራኽብ ንምሕላፍ ክልተ ሚልዮን ዶላር ተኽፍል ከም ዘላ እዩ ዝወፁ ዘለዎ ሓበሬታታት ዘረድኡ ብማእከላይ ምብራቕ ዘሎ ጎንፂ ናብ ዝገደደ ቁጠባዊ ውግእ ተሰጋጊሩ ኣብ ዘለወሉ ግዜ ማዕከን ዜና ውዮን ከም ዝፀብፀቦ ሓደ ኦፕሬተር መርከብ ነዳዲ ብመስመር ባሕሪ ብመስመር ባሕሪ ሆርሙዝ ብሰላም ንምሕላፍ ጥራይ ንኢራን ክልተ ሚእቲ ሚልዮን ዶላር፣ ሕሰብዎ፣ ናይ መሕለፊ ክፍሊት ከም ዝኸፈለ ተሰሚዑ ኣሎ ማለት እዩ። ኢራን ነዚ ስትራተጂካዊ መስመር ባሕሪ ብምቁጽጻር ንዝፈቐደትለን ሃገራት መራኽብ ሚልዮናት ዶላራት ተኽፍል ምህላዋ ኣብ ዓለምለኻዊ ዕዳጋ ነዳዲ ልዑል ጸቕጢ ፈጢሩ ኣሎ ማለት እዩ። በዚ ምኽንያት ኣብ ገለ ከተማታት ኣሜሪካ ዋጋ ሓደ ጋሎን ነዳዲ ሸሞንተ ዶላር በጺሑ'ሎ ማለት እዩ። ዋይት ሃውስ ኣብ ባሕቲ ዋይት ሃውስ ኣብ ባሕሪ ተታሒዘን ንዝነበራ መራኽብ ናይ ነዳዲ ኢራን ዝተነብረለን ማዕቀብ ብምልዓል ነቲ ዕዳጋ ንምርግጋእ እኳ ይጽዕር እኳ እንተሃለወ ኩነታት ግን ካብ ቁጽጽር ወጻኢ ይኸውን ኣሎ። እዚ ኣብ መንጎ ኢራን፣ ኣሜሪካን እስራኤልን ዝካየድ ዘሎ ምፍጣጥ ነቲ ውግእ ነቲ ናይ ውግእ ግንባር ናብ ዓለም ለኻዊ ቅጠና ወይ ከዓ እዚ ናብ ዓለም ለኻዊ ሓያል ዝኾነ ናይ ውግእ ቀጠና ወይ ቁጠባዊ ቅልውላው ዝቐየሮ እዩ ዝመስል ዘሎ ማለት እዩ ካልእ ዝቐፀለ ሓበሬታና ድማ ሊባኖስ ንኣምባሳደር ኢራን ካብ ሃገራ ክወፅእ ኣይዛቶላ ብቑልጡፍ መዓልታት ገደብ ሂባ ውፃእ ኢላቶላ ማለት እዩ መንግስቲ ሊባኖስ ንኣምባሳደር ኢራን ክሳብ ዝመጽእ ሰንበት ካብታ ሃገር ለቒቑ ክወጽእ'ያ ትእዛዝ ኣመሓላሊፋ ዘላ ሚኒስትሪ ጉዳያት ወጻኢ ሊባኖስ ትማሊ ሰሉስ ኣብ ዘውጽኦ መግለጺ፣ ቴህራን ዲፕሎማስያዊ ስምምዓትን ልምድታት ክልቲኤን ሃገራት ጥሒሳ'ያ ብምባል ንኣምባሳደር ናይ ኢራን ናብ ሃገሩ ክምለስ ወሲኑ'ሎ ማለት'ዩ። እዚ ስጉምቲ'ዚ ዝውሰድ ዘሎ ሰራዊት እስራኤል ኣብ ልዕሊ ሊባኖስ ዘካይዶ ዘሎ ናይ ኣየርን ምድርን መጥቃዕቲ እናገደደ ኣብ ዝኸደሉ ዘሎ እዋን እዩ እቲ ምስሕሓብ ዝያዳ ዝተጓሃሃረ፣ ድሕሪ ቅትለት ላዕለዋይ መራሒ ኢራን ኣያቶላህ ዓሊ ኻመኔ፣ ህዝቡላህ ኣብ ልዕሊ እስራኤል ናይ ዶብ መጥቃዕቲ ምስ ፈጸመ እዩ። ዛጊት ብሰንኪ መጥቃዕቲ እስራኤል ኣብ ሊባኖስ ልዕሊ ሓደ ሽሕን ሰላሳን ትሽዓተን ሰባት ክሞቱ ከለዉ፣ ልዕሊ ክልተ ሽሕን ሸሞንተ ሚእትን ሰብዓን ሽዱሽተን ድማ ቆሲሎም ኣለዉ ማለት እዩ። ብተመሳሳሊ፣ ሓይሊ ኣየር እስራኤል ናብ ሎሚ ለይቲ ኣብ ዘውግሐ ካብ ሚእትን ሓምሳን ክሳብ ክልተ ሚእቲ ዝኾና ነፈርቲ ኲናት ብምውፋር ኣብ ቴህራን ኣብ ልዕሊ ብዙሓት ዒላማታት ኢራን መጥቃዕቲ ብምክያድ ንቀንዲ ቤት ጽሕፈት እስላማዊ ሓለዋ ሰውራ ኢራን ሓይሊ ቁድስን ወቒዑ ኣሎ ማለት እዩ። እቲ ስርሒት ኣብ ልዕሊ ሚእቲ ዕላምኦም ዝሃረሙ ስትራትጂካውያን ቦታታት ዝተፈጸመ ኮይኑ፣ እዚ ከኣ ንስለያን ምውህሃድን ስርሒታት ዘገልግል ዝነበረ ትእዛዝ መደበር ሓይሊ ቁዱስ እዩ። ዋና ቤት ጽሕፈት ምክልኻል ኣየር ሓይልታት ምድርን፣ IRGC፣ ማእከል ስለያ ሓይሊ ቁዱስን መፍረ ክሩዝ ሚሳይል ሓይሊ ባሕርን ይርከብዎም ከም ሓበሬታ ሰበስልጣን እስራኤል ማለት እዩ። እዚ መጥቃዕትታት ኣካል ናይቲ እስራኤል ንወተሃደራዊ ትሕተ-ቅርጺ ሚሳይላትን ኢራን ንምዕናው እትገብሮ ዘላ ሰፊሕ ጻዕሪ እዩ ተባሂሉ ኣሎ ማለት እዩ። ኣብ ቀረባ እዋን ዝተገብረ ገምጋማት ከም ዘመልክቶ፣ ካብተን ኣስታት ኣርባዕተ ሚእትን ሰብዓን ዝኾና መመንጨዊ ባላስቲክ ሚሳይል ኢራን፣ ከምቲ ዝገለጽናዮ ኣቐዲምና ዝገለጽናዮ፣ ካብኣተን ኣስታት ሰለስተ ሚእትን ሰላሳን ዝኾና ድሮ ካብ ጥቕሚ ወጻኢ ወይ ዓንየን ኣለዋ ማለት እዩ። እዚ ድማ ኣብ ልዕሊ እስራኤል ዝፍጸም መጥቃዕቲ ስግኣት ብዓቢኡ ከም ዝነከየ'ዩ ዝሕበር ዘሎ ማለት እዩ። እዚ ከምዚ ኢሉ እንከሎ፣ ኢራን ከም ግብረ መልሲ ናብ ተልኣቪቭ፣ ከምቲ ዓንተቦ ዝገለጽናዮ ብብዝሒ ዘለዎ ሚሳይላትን ድሮናትን ክትውንጭፍ ከም ዝሓደረትን ዓበይቲ ህንጻታት ዓንዩ ዘርኢ ምስልታት'ውን ኣብ ማስሜድያ ይዝርጋሕ ኣሎ ማለት እዩ። ኢራን ንኣሜሪካ እስራኤልን ብኲናት ጥራይ ዘይኮነ ብኢኮኖሚ'ውን ሓኒቓ ክትሕዘን እያ ትፍትን ዘላ። ኢራን ንመጻብቦ ሆርሙዝ ሓኒቓ ብምሓዝ ኣብ ኣሜሪካ ዋጋ ነዳዲ ክውስኽ ተራእዩ ኣሎ። ኣሜሪካ እውን ነቲ ኩነታት ብደቂቕ ክትከታተል ኣገዲድዋ ኣሎ ማለት እዩ። ኢራን ነዚ ኹናት እዚ ንኣርብዓ ዓመታት ክትዳለወሉ ድሕሪ ምጽናሓ እነሆ ሕጂ'ውን ኩሎም ላዕለዎት መራሕቲ እታ ሃገር ብእስራኤል እኳ እንተተቐንጸሉ፣ ክሳብ ሕጂ ግን ስራሓቲ ግብረ ሽበራ ኣብ ምፍጻም እያ ትርከብ፣ ኢራን ማለት እዩ። ሶ እቲ ኩነታት ናይ ክቡራት ተኸታተልቲ ልለ ቲቪ እቲ ኩነታት ናይ ማእከላይ ምብራቕ ነዚ ዝመስል እስራኤል ኢራን ኣብ ሕማቕ ኩነታት እየን ዝርከባ ኢራን ሃገራ ክትከላኸል ኣይከኣለትን ግን ከዓ በትን በትን ሓይላ ኣኻኺባ ናይ መወዳእታ እዚ ክወድቁ ከለዉ ዝገብርዎ ስርዓታት ምሽ ኣለዉ ኣጥፊእኻ ጥፋእ ዝዓይነቱ ከምኡ እያ ትገብር ዘላ ኢራን ሕጂ በቃ ኩሉ ትገብሮ ዘላ ወይ ትሰርሖ ዘላ ናይ ግብረ ሽበራ ስራሕትን ናይ ጠፊእኻ በቃ ከም ካሚካዘ ከምተን ባዕላ ትሰርሐን ካሚካዘ ዝበሃላ ከመን ዓይነት ስራሕ እያ ትሰርሕ ዘላ ኣጥፊእኻ ናይ ምጥፋእ ማለት እዩ ስለዚ እዚ ዝመስል ሓበሬታና ንሎሚ ዝተዳለወ ክቡራት ተኸታተልቲ ልሎ ቲቪ